እዚ ረድዮ ድምፂ ሓርነት ኣህጉራዊ ውህደት ካብ ከተማ ፓርቲለ ሃገረ ሽወደን እዩ ክቡራን ተኸታተልቲ መደብና እምበኣረይ ረድኹም ረድዮና ረድዮ ድምፂ ሓርነት ኣብ ኤፍኤን 88 ዝርከብ ኮይኑ ናይ ትግርኛ መደቡ ሕጂ ናይ ፍርቂ ሰዓት ክኸውን እዩ ምክንያቱ ከዓ ከምቲ ደጋጊምና ዝሓበርናኩም እቶም ክልተ ዕላውያን ቋንቋታትና ትግርኛን ዓረብን ስለ ዝኾኑ ሎም መዓልቲ ፈተነ ናይ ዓረብ ክንጅምር ስለ ዝኾንና እበስረኩም

ክቡራን ተኸታተልቲ መደብና እምበኣረይ ከምቲ ዝበልኩኹም ኣብ ስቱድዮ እምበኣረይ ክልተ ኣጋይሽ ኣለና ማለት እዩ ኣነ ንባዕለይ ፀሃ ቀለታየ ከምኡ ከዓ ናይ ዓረብ ተዳልዩ ዘሎ መንእሰይ ኣምጀድ ያሲን ከም ምዃኑ ከላለየኩም ፈቱ ስለዚ መደብና መደብኩም መርብ ድምፂ ሓርነት ሃገራዊ ውህደት እምበኣረይ ናይ ሎሚ ዕለት 16 ጽባሕ ናይ ልደት ናይ ኩሎም ኣመንቲ ሃይማኖት ካቶሊክ ልደተ ክርስቶስ ስለ ዝኾነ ሰናይ ምንዮትና እንዳገለጽና ድሕሪ ቅሩብ ደቃይቅ ከኣ ቀጺልና መደብና ክነላልየኩም ኢና ብምቕጻል ክቡራን ተኸታተልቲ መደብ እንዳ እምበኣረይ ምስ ናይ ለማማትና ንምልላይ ዝኣክል ቀዳማይ ከምቲ ልሙድ ሰሙናዊ ዜና ብፍላይ ብፍላይ ኣብ ኩነታት ስደተኛታት ምንእሰይ ኤርትራውያን ዘተኮረ ጥራሕ ክኸውን እዩ ቀጺሉ ኸኣ እቲ ኣብ ዝሓለፈ ክልተ ቀዳም ዝሓበርናኩም ናይ ጅግና ስውእ ሓርበኛ ተባዕ ቆራጽ ህቡብ ዝኾነ ስዩም ዑቕባሚካኤል ገለ እንደገና እውን እዚ ሕጂ ዝጋጠም ዘሎ ኣብ ደንበ ተቃውሞን ብኸመይ ኣገባብ እዩ ክግጠም ዘለዎን ዝሓበረና ሓፂር ሓበሬታ እዩ ክኸውን ድሕሪኡ ፍርቂ ሰዓት ናይ ዓረብ መደብና ክቕፅል እዩ ብምቕጻል ክቡራን ተኸታተልቲ መደብና እምበኣር ከምቲ ልሙድ ኩሉ ግዜ ዘለኩም ርእቶ ሓበሬታ ሰናይ ሰላምታ ኣብ ናህና ቀጥታ ክትረኽቡና ምስ ትደልዩ ናይ ስቱድዮና ቁፅሪ ስልኪ 0312619 ከምኡ ከዓ ካብ ወፃኢ ዝኾን 0046312619 ተዓልኩም ክትራኸቡና ትኽእሉ ኢኹም ኩሉ መልእኽትታትኩም ኣብ ፌስቡክ ይኹን ኣብ ኢመይል ወይ ከማ ኣብ ድምፂ ሓርነት ጊመይል ዝተላእኸልና ከዓ ብልቢ ነመስግን እተኻለ መጠን ከዓ ሕቶታት ወይ ምን ከምኡ ምርጫታት ናይ ዜማታትኩም ብቋንቋ ትግረ ዝብል ሕቶ ከነቕርብ ኢና ከምኡውን ካልኦት ሃብታም ታሪክን ሃብታም ባህልን ስለ ዘለና ከነእቱ ክንፍትን ኢና ስለዚ ድሕሪ ቅሩብ ደቃይቅ ኣበርእስ ዜና ከኣት እየ ስለዚ ናይ ሎሚ መዓልቲ መደብ ሒዝና ዘለና ፀሃይ ቀለታ ምሳኹም ብትግርኛ ከምኡና ኣምጀድና ያሲን ከዓኒ መንእሰይ ከዓ ብቋንቋ ዓረብ ከቕርበልና ክንፍትን ኢና

ሰናይ ምንዮት ንኹሎም ኣመንቲ ሃይማኖት ክርስትና ብፍላይ ካቶሊካውያን። ሽወደን ኣብ ሃገር ሽወደን ንመዕቆቢ ስደተኛታት ዝተመደበ ቦታታት ገዛውቲ ኣርባዓን ሰለስተን ብሓዊ ተባሪዑ ኩነታት ስደተኛታትን ሃለዋታቶም ብፍላይ ኤርትራውያን ኣብ ሃገር ሽወደን ኣብ እስራኤል ከምኡውን ኣብ ሊብያ ክንትንክፍ ኢና ሽወደን ኤርትራዊ ኣደን ወድን ዝቐተለ ንሕልፈት ተፈሪዱ። ኢጣልያ ኣብ ሓደጋ ባሕሪ ዝደሓነ ኤርትራዊ ሓታት ዕቑባ ኣብ ኢጣልያ ብመስኮት ካብ ህስፒታል ጸዲፉ ሞይቱ። ዘሕዝን ወረ እንደገና ብዳዓሽ ዝተቐትሉ ኤርትራውያን ኣብ ሊብያ ኣብ ሃገርና መርድእ ንስድራ ቤቶም በፂሑ ኣሎ ናይ መወዳእታ ዜናና መላኺ ስርዓት ህግደፍ እቲ ጠንቃም ኢዳእታውነት ኣብ ሊብያን ኣብ ሶማል ሕጂ እውን ኣብ የመን ዝገበሮ ኣባል ናይታ ብስዑዲ ዝምራሕ እስላማዊ ኪዳን ኣንጻር ግብረ ሸበራ ምዃኑ ብዕሊ ኣፍሊጡ ህዝቢ ኤርትራ ብዘየፍልጡ ዜና ብዝርዝር ናይ ሰናይ ምንዮት ከም ረድዮ ድምፂ ሓርነት ኣህጉራዊ ውህደት ንዅሎም ኣመንቲ ሃይማኖት ካቶሊክ ርሑስ በዓል ልደት ናይ ሰላምን ናይ ጥዕናን ቅሳነትን ዘለዎ ህይወት ክኾነልና ክኾነልኩምን ሰናይ ምንዮትና ንገልጽ ከም ድምፂ ሓርነት መዕቆቢ ወይ ከዓ መንበሪ ስደተኛት ዝተዳለወ ገዛውቲ ኣብ ሃገር ሽወደን ልዕሊ ኣርበዓ በፂሑ ኣብ ሃገር ሽወደን ኣብ ወርሒ ሓምለ ክሳብ ሎሚ ወርሒ ታሕሳስ ኣርበዓን ሰለስተን ቦታታት ብሓዊ ከም ዝተቋጸለ ፖሊስ ናይ ሃገር ሽወደን ሓቢሩ እዚ ጉዳያት እዚ ኣብ መርመራ ጠረጴዛ ናይ ፖሊስ ክርከብ እንከሎ ሸሞንተ ካብቶም ቦታታት ዝተጠርጠሩ ሰባት ተታሒዞም ከም ዘለዉ ናይቶም ዝተረፉ ግን ምንም ስጋብ ሕጂ ዝተረኽበ ከም ዘየለ ይሕብር ናይ ከተማዊ ኹን ናይ ኣውራጃዊ ሓለፍቲ ንምክትታሉ ሓላፍነት ወሲዶም ከም ዘለዉ ናይ ሃገር ሽወደን ናይ ፖሊስ ኢንስፔክተር ገሊጹ ድሕሪ እዚ ከዓ እቲ ኣብ ፓሪስ ዝተረኽበ ቀፂሉ እውን ኣብ ሽወደን ምስ ምቁፅፃር ናይ ስደተኛታት ጥቡቕ ሓባራዊ ስራሕ ከም ዘሎ ከዓ ይሕብር እዚ ከምዚ ኢሉ እንከሎ ናይ ሃገር ሽወደን ቤት ፅሕፈት ማሕበራዊ ስራሕ ንመትከል እግሪ ተባሂሉ ናብ ናይ ስራሕ ወይ ከማን ናብ ትምህርቲ ዓለም ዝሰጋገሩሉ ስደተኛታት ናይ ክልተ ዓመት መደቡ ዝተመዝገቡ 50,717 ስደተኛታት በፂሖም ከም ዘለዉ ኣብ ፀባብ ፀዋቱ ቀሊፁ ልዕሊ ፍርቂ ናይዚኣቶም ከዓ ደቂ ሱርያ ክኾኑ ከለዉ 32 ካብኣቶም ትሕቲ ታሽዓይ ክፍሊ ትምህርቲ ዘለዎም 16 ማእከላይ ትምህርቲ 25 ከዓ መባእታ ትምህርቲ ዝተማሃሩ ኮይኖም ናብ ስራሕ ምስክዖም ከኣ ጸገም ከም ዘሎ ይሕብር። መዓልታዊ ጋዜጣ ሃገር ሽወደን ናይ ዕለት 23 ታሕሳስ ከም ዝሓበሮ ኣብ ጸብጻባት ናይ ኣህጉራዊ ማሕበር ስደተኛታት ዝተረኸቦ ልዕሊ ሓደ ሚልዮን ስደተኛታት ናብ ኤውሮጳ ግዒዞም ከም ዘለዉ ገሊጹ። እቲ ቁጽሪ ከኣ እዚ ከኣ መዓ ማለት ሸሞንተ ሚእትን ዓሰርተ ሽዱሽተን ሽሕን ሸውዓተ ሚእትን ሓምሳን ክልተን ሰባት ብመንገዲ ክኾኑ ከለዉ ካብተን ቅሳነት ዘይብለን ሃገራት ሱርያ፣ ዒራቕ፣ ኣፍጋኒስታን ዝዓብለሎ ቁጽሪ ከም ምዃኑ ከኣ ይፍለጥ። ኣብዚ ሓደገኛ ጉዕዞ ማእከላይ ባሕሪ ከኣ ልዕሊ ሰለስተ ሽሕን ሽዱሽተ ሚእቲን ሞይቶምን ጠፊኦም ከም ዘለዉ እቲ ጸብጻብ ይሕብር። ኤርትራዊ ሓደጋ ካብ ሓደጋ ኤር ዝደሓነ ሓታት ዑቕባ ኣብ ኢጣልያ ብመስኮት ካብ ሆስፒታል ጸዲፉ መይቱ። ኣብ ሓደጋ ማእከላይ ባሕሪ ኤርትራዊ ዝኾነ መንእሰይ ወዲ 24 ዓመት ብሓይሊ ባሕሪ ናይ ኢጣልያ ካብ ሓደጋ ድሕሪ ምድሓኑ ናይ ቆርበት ሕማም ንሕክምና ኣብ ካልያሪ ዝበሃል ቦታ ተረኺቡ እንተኾነ ግን ናይ ኣጻብዕቲ ኣሰር ወይ ዓሸራ መታን ከይወስድ ብመስኮት ክነጥር ኣንሶላታት ኣሲሩ ምስ ዝፈተነ ካብቲ ቦታ ካብቲ ፓላሶ ጸዲፉ ከም ዝሞተ ይሕብር እዚ ከዓ ጠንቁ መን እዩ ንዝብል ሕቶ እቲ ዓቕሊ ጽበት ኣብ ሃገርና ዘሎ ዘይ ወሰን ዘይብሉ ወይ ቅጥዒ ዘይብሉ ወተሃደራዊ ግዴታ ዕስክርና ከም ምዃኑ ይሕብሩ እዚ ከምዚ ኢሉ እንከሎ ኣብ እስራኤል ከተማታት ኩነታት ስደተኛ ኤርትራውያን ሕማቕ ኣብ ዝኸፍአንን ከም ዘሎ ኣብ ሊብያ እውን እናኸበደ ይመፅእ ከም ዘሎ ከዓ ይሕበር መንግስቲ እስራኤል ብፍላይ ኣብ ልዕሊ ኤርትራውን እተካይዶ ዘላ ኢሰብኣዊ ተግባራት ሕጂ እውን ይቕፅል ከም ዘሎ ይርከብ ኣብ ነገቭ ሓሎት ዝስሙ ዝፍለጥ ቤት ማእሰርቲ ልዕሊ ሰላሳ ሰለስተ ሽሕን ሓምሳን ኤርትራውያን ሱዳናውያን ተኣሲሮም ክርከቡ ከለዉ ጸብጻብ ረድዮ ኤሬና ይሕብር። ካብዚኦም ከኣ ሰላሳን ሓሙሽተን ሽሕ ስደተኛታት ከም ዝኾኑ እቕሬታ ኣብ ሃገር እስራኤል ሰላሳን ሓሙሽተን ሽሕ ስደተኛታት ከም ዝርከቡ ሰብዓን ሰለስተን ካብዞም ሰላሳን ሓሙሽተን ሽሕ ከኣ ኤርትራውያን ክኾኑ ከለዉ ዓሰርተው ትሽዓተ ከኣ ካብ ሚእቲ ሱዳናውያን ዝተረፉ ከኣ ካብ ዝተፈላለያ ሃገራት ኣፍሪቃ ምዃኖም ይሕብር። እዚ ከምዚሉ እንከሎ፣ ክልተ ሽሕን ትሽዓተ ሚእትን ድሮ መንግስቲ እስራኤል ብኢሰብኣዊ ተግባራት ካብ ዓዳ ከምዝጥረዘት ከኣ ይፍለጥ። እቲ ስደት ይቕጽል ስለዘሎ፣ መንግስቲ እስራኤል ብቤት ማእሰርቲ ሓሎት ዝያዳ ክገፍሕ ልዕሊ ሰለስተ ሽሕን ሰለስተ ሚእትን ዝሕዝ ቤት ማእሰርቲ ክትገብር ከም ምዃና ኸኣ እንሆ ኣብ ማዕከናት ዜና ይፍለጥ። እዚ ከምዚ ኢሉ እንከሎ እንደገና ዘሕዝን ወረ ኣረማዊ ጉጅለ ዳዓሽ እውን ኣብ ሊብያ ኣብ ዝሓለፈ ወርሒ ዝጨወዮም ስደተኛታት ክትሃድሙ ፈቲንኩም ብምባል ልዕሊ ዓሰርተ ኤርትራውያን ዝርከብዎም ብናይ ክፉእ ኣገባብ ዝቐተሉዎም ነቲ ተረኽቦ ዝረኣዩ ኤርትራውያን ንሬድዮ ኤሬና ብ ቴሌፎን ወይ ከዓ ሓቢሮም ማለት እዩ ዛጊት ተረኪቡ ዘሎ ኣስማቶም ናይቶም ከማን ክሳብ ኣስማቶም ጠቀስ ስለ ዘሎ ስድራ ቤቶም ከዓ ኣብ ኤርትራ ድሮ መርድእ ይካየድ ከም ዘሎ ይፍለጥ ኣረሜናዊ ጉጅለ ዳዓሽ ኣብ ወርሒ ሰነ ሓምለን ነሓሰን ጥራሕ ኣስታት 200 ኤርትራውያን ኣብ ሊብያ ጨውዩ ከም ዘሎ ክግለጽ ምጽንሑ ከዓ ዝዝከር እዩ እዚ ጉጅለ እዚ ኣቐዲሙ ዘስካሕክሕ ኣገባብ ናይ ዝቐተሎም 28 ዜጋታት ኢትዮጵያውያንን ኤርትራውያንን ብቪድዮ ኣብ መፋርቅ ወርሒ ማዝያ 215 ርኢና ነርና እዚ ረዳኢ ዝሰኣነ ህዝቢ ኤርትራ ከዓ ኣብ ከምዚ ይርከብ ኣሎ ሽወደን እንደገና ኤርትራዊ ኣደን ወድን ዝቐተለ ንሕልፈት ተፈሪዱ እቲ ብዕለት 1 ነሓሰ 215 ኣብ ቬስትሮስ ሽወደን ድኳን ኢኬያ ንሓንቲ ኣደ ጓል 55 ዓመት ወዳ 27 ዝዓመቱ ዝቐተለ ኤርትራዊ ሓተቲ ዕቑባ ኣብርሃም ወልደጋብር ዝተባህለ ወዲ 36 ዓመት ብ ብላዕለዋይ ቤት ፍርድ ናይ ሃገር ሽወደን ናይ ሙሉእ ዕድሚኡ ማእሰርቲ ከም ዝተፈርደ ተፈሊጡ ጠንቂ ናይ ዝፈጸሞ ገበን ናይ ኣጻብዕቲ ፌርማ ናይ ሃገር ኢጣርያ ስለ ከም ዝነበሮ እሞ ንሃገር ኢጣርያ ክጥረዝ ከም ምዃነ ምስ ተሓበረ እዩ ኣብዚ ሓደጋ እዚ ወዲቑ ሕልፈት ማእሰርቲ ብሃገር ሽወደን ካብ 20 ክሳብ 25 ዓመት እዩ ስዑዲ ኣብ ሃገር ስዑዲ ዓረብ ዝተኻየደ ኣውራጃዊ ምምሕዳራት 17 ደቂ ኣንስትዮ ተመሪፀን ኣቐዲምና ክንሕብሮ ከም ዝነበርና ኣብ ሃገር ሳውዲ ዓረብያ ንመጀመርታ ኣብ ታሪክ ሃገር ስዑዲ ዓረብ መሰል ናይ ጓል ኣንስተይቲ ምድማፅን ምምራፅን ኣብ ፖለቲካ ውድድር ደቂ ኣንስትዮ ሕሩም ስለ ዝነበረ እንሆ ድሕሪ ነዊሕ ቃልሲ ምዕዋቱ ትሽዓተ ሚእቲ ደቂ ኣንስትዮ ኣብቲ ውድድር ክኣትዋ ተሓፅየን ካብአን ከዓ ዓሰር ሸውዓተ ከም ዝተዓወታ ማዕከናት ዘና ዓለም ኣቃሊሐን ኣብዚ ሰሙን እዚ ሕማቅ ወረ ከዓ ኣብ ሶማል በዓል ልደት ናይ ኤውሮጳውያን ከይበዓል ኣጠንቂቑ። ፌደራላዊ መንግስቲ ናይ ሶማል ኣብ ሃገሩ በዓል ልደት ንኸይጽምበል ኣጠንቂቑ። እዚ ዝበሃል ዘሎ ምኽንያቱ ከኣ በዓል ልደት ኣንጻር እስልምናየ ክብል ግጉይ መግለጺ ንህዝቢ ይህብ ከም ዘሎ ተዓዘብቲ ይሕብሩ። እዚ ጥራሕ ኣብኡ ዘይኮነ ዓሚ እውን እንተኾነ ኣብ ሳዑዲ ዓረብያ ተኣዊጁ ነይሩ። ልክዕ ከኣ ኣብ ከምዚ ከውዕል ዝተረክበ ዓሰርተ ሓመድ ዓሰርተ ዓመት ማእሰርቲ ከም ዘነበሮ ይፍለጥ ክሳብ ናብ ሃገራ ዝነብሩ ወፃእተኛታት ሰራሕተኛታት ኣባላት ሰራዊት እውን ዝምልከት ከም ምዃኑ ከ እቲ ዜናታት ይሕብሩ ናይ መወዳእታ ዜናና ጠንቃም ስርዓት ህግደፍ ከም እንሰምዖን እነንብቦን ዘለና ብዛዕባ ኣፍልጦ ህዝቢ ኤርትራ ዘይብሉ ከም ድላዩ ምብጻሕን መሰላ ውዑላትን ሓደገኘት ዘእቱን ህዝቢ ይጓዓዝ ይገብር ከም ዘሎ ተዓዘብቲ ይሕብሩ። ጠንቂ ናይዚ ከኣ ቀንዲ ወዲ ንጉስ ናይ ቐጠር ንሓደ መዓልቲ ምብጻሕ ኣብ ኤርትራ ብጉዳይ ጋዝን በንዚንን ምፍታሽ ከም ዝተዛረበ ቀጺሉ እውን ባዕሉ ገባቲ ስርዓት ህግደፍ ናብ ስዑድያ ብምብጻሕ እቲ ናይ ብስዑዲ ዓረብያ ዝምራሕ እስላማዊ ኪዳን ኣንጻር ግብረ ሸበራ ምዃ ኪዳን ምዃኑ ብዕሊ ብናይ ወጻኢ ጉዳይ ሚኒስተር ናይ ህግደፍ ከም ዝተኣወጀ ተፈሊጡ። እዚ ተዓዘብቲ ከም ዝብልዎ ኣብ በሊሕ ሓደገኛ ህሞት የእትዋ ከም ዘሎ ከኣ ይሕብሩ። ህዝቢ ኤርትራ ብሰንኪ ሃንደበት ምቕያር ገንዘብ ባጤራ ከኣ ኣብ ከቢድ ሻቕሎትን ጭንቅን መነባብሮን ተዋሒጡ እንከሎ ህግደፍ ዝበሎ ዝገብሮ ብሕቡእ ውዕላት ውዕላትን ምብጻሓትን ንህዝቢ ኤርትራ ኣብ ሓደ ዓብዪ ሓደጋ ከም ዘእትዎ ከኣ ይፍለጥ ክብሉ ተዓዘብቲ ይትንትኑ። እዚ ናይ ሃገራት ዕስራን ክልተን ዝኣባላት እስላማዊ ኪዳን ኣንጻር ግብረ ሸገራ ኣብ ሃገራት ክኾና ከለዋ ኣርባዕተ ካብ ርሑቕ ምብራቕ እስያ እየን ሸሞንተ ከዓ ካብ ማእኸላይ ምስራቕ ሓንቲ ድማ ኣብ መንጎ ኤሮጳን እስያን እትርከብ እያ ከም ኣብነት ይጠቅስ፣ እስላማዊ ኪዳን፣ ኤርትራ፣ ጅቡቲ፣ ሱዳን፣ ሶማልያ፣ ቻድ፣ ግብጺ፣ ሊብያ፣ ማሊ፣ ቱኒዝያ፣ ኒጀርያ፣ ናይጀርያ፣ ኣይቮሪኮስት፣ ቢገን፣ ጊኒ፣ ጋቦን፣ ቶጎ፣ ሰራልዮነ፣ ሰኔጋል፣ ማሮኮ፣ ኮሞሮስ፣ ማውሪታንያ፣ ማልጄቪስ ኣብ ኣፍሪቃ ዝኾና ከለዋ ባንግላዲሽ፣ ፍልስጤን፣ ፓኪስታን፣ ማሊስያን ኣርባዕተ ሃገራት ከኣ ካብ ርሑቕ ምስራቕ ከም ምዃነን ይፍለጥ። ሳውዲ ዓረብያ እዚ ኣብ የመን እተካይዶ ዘላ ኩናት ኣብ ሱዳን ጅቡትን ኤርትራን ግብፅን ሰኔጋልን ካልኦት ሃገራት ናይ ደገፍ ሰራዊት ኣብ ውሽጢ ሃገር የመን የእትየን ከም ዘለዋ ይፍለጥ ነዚ ናይ ስዑዲ ዓረብ ጠለብ ዘማለ ከዓ ግብፅን ሱዳን ጥራሕ ምዃነን ከረድኡ እንከለዉ ሱዳን ኣምስያ ናይ ኣምሳያ ናይ ዝኹሉ ኣብ የመን ትገብሮ ዘላ ካብ ሳውዲ ዓረቤት ኣስታት ክልተ ቢልዮን ዶላር ሓገዝ ከም ተበርከተላ ይፍለጥ እተን ተመሳሳሊ ሃገራት እውን ከምኣ ክስዕባ ከም ምዃነን ይፍለጥ። ኤርትራ ኣባል ናይቲ ምምሕዳር ቡሽ ኣብ ክልተ ሽሕን ሓደን ዝቖመ ኣሜሪካ ዝመርሐን ኣህጉራዊ ኪዳን ኣንጻር ግብረ ሸበራ ኣብ ዝኾናሉ ቀዳሞት ሃገር ከም ምዃና ከኣ ይፍለጥ። ካብዚ መሰረታዊ ሓቂ እዚ ምብጋስ እምበኣር እዚ ስርዓት እዚ ንህዝቢ ኤርትራ ኣብ ምንታይ ከእትዎ ኣብ ዓቢ መንጠልጠል ኮይኑ ይርከብ። ክቡራን ተኸታተልቲ መደብና እምበኣረይ ናይ ሎም ዜናና ኣብዚ ክንድምድም ኢና ቅን ቅድሚ ምድምዳምና ኣብዚ ከተማና ዝርከብ ሬድዮ ናይ ህግደፍ ናይ ሎሚ ንግሆ ዝህቦ ዝነበረ ግጉይ ግዕዙይ መግለፂ ብዙሕ ክንዛረብ ኢና ግን ንዕኡ ዝገልጽ ከማን ሓፂር ታሽሙ ክንበኩም ኢና ቅድሚኣ ግን ሓንቲ

ኣደይ ልእኽቲ ኣምላኽ ኢኺ ኣብዛ ዝሰሓ ዓለም እህህ ኣይበልኪ እህህ ኣይበልኪ ኣይትርከቢ ጸገም ክቡራን ተኸታተልቲ መደብና እምበኣር ከቋርፃ ተገዲደ ምክንያቱ ምስ ግዜ ክንቀዳደም ስለ ዘለና እዛ ደርፊ እዚኣ ካብ ባዶ ተበጊስና ኣየልዓልናያን እንታይ እዩ ከምዚ ሓቆፍቲ ካደ ካብ ኣዲኦም ነፂሉ ህግደፍ ኣብ ሳዋ እታ ስድራ ትበሃል በቲኑ ኣብ ትሕቲ ጫማ ምልክ ናቱ ስድሮኦም ኣይፈልጡ ዲኦም ኣይፈልጡ እዙይ ሕጂ ክንሰምዖ ዝጸናሕና ኸዓ መወዳእቱ ኸውን ኣሎ ስለዚ ኣደን ሃገርን ሓደ ስለ ዝኾና ነዚ በቲንዎ ዘሎ ስርዓት ህግደፍ፣ ከም ስድራ ብሓባር ክነብሩ ሓብሒባ ኣደ ከይትዕቢ ደቃ ከኣ ተሓሪማ ኣላ ማለት እዩ። ተሃጊራ ደቃ። ዓሰርተ ዓመት ብኣሰንባዲ መልክዑ ብመንእሰያት ዝፈለመ ዋሕዚ ስደት ኤርትራውያን፣ ምስ ግዜ፣ ኣረጋውያንን ቆልዓ ሰበይትን እንተላይ ስንኩላን እናተጸንበርዎ ቀጺሉ ኣሎ። ብፍላይ ኤርትራዊ መንእሰይ ከም ሕሱም ይስደድ ኣሎ። ገሊኡ ልቦብ ዝሓረዮ ሃገር ከይበጽሐ ሓደው ብጽምእን ጥሜትን ሓደው ድማ ኣብ ባሕሪ ይጠፍእ ኣሎ። ገሊኡ ድማ ኣብ ዘዝበጽሖ ጅሆ ይተሓዝ፣ ይቕጥቀጥ፣ ኣካሉ ይስንክልን ይመውትን ኣሎ። ደቂ ኣንስትዮውን ብውልቅን ብጉጅለን እናተዓመጻ ኣቦታቶም ዘይፍለጡ ቆልዑ ይሓቕፋ ኣለዋ። ኣነ ንባዕለይ ካብተን ዝተከስሳ ጓል ኣንስተይቲ ሓንቲ እየ። ብዘይ መከላኸሊ ክልተ ራሻይዳ ተባሂለ ተጋሲሶ። ንህይወተይ ከመይ ጥዕይቲ ድየ ኣይጥዕይትን ኣስጋኢት ኣይፈልጥን እየ ዘለኹ። እቲ ካብ ግፍዕን መከራን ውጽኣ መዓት ኮይኑ ዝተርፍ ኣብ ዘለዎ ኮይኑ ናይ ርድኡኒ ኣውያት የእዊ ሰማዒ ግን የልቦን ሕጂ ውን ብዘይ ምቁራጽ የእዊ መሪር ናይ ስደትን ስቓይን ኣውያት። ብቀራባ ገሮም ብሓጺን ገሮም እንዳኣረጉ ስጋብ ሕጂ በቃ ንሳቀ ኢና ዘለና ኣብ ሕማቅ ኩነታት ኢና ዘለና ብዝካኣለኩም መጠን በቃ ኤርትራውያን ዘለኹም ኩሉኹም ሓገዝ ገለ ክትገብሩልና ንሕና ብጣዕሚ ንምሕጸነኩም በስ። ገለ ናብ ኤውረጳ ገለ ድማ ናብ እስራኤል ንምእታው ዝተሰዱ ኤርትራውያን ብደላሎ ሱዳንን ኤርትራውያን ተሓባበርቶምን ከም እንስሳ ክሽየጡን ክልወጡን ይኽእሉ። እቶም ብዕድል ካብዚ ባርባራዊ ተግባር ዘምልጡ ድማ ብኣኽበርቲ ጸጥታ ሱዳን ተታሒዞም ይእሰሩን ይግፍዑን ካብኡ ሓሊፎም ውን ወይ ኣብ ዶብ ኢትዮጵያ ይድርበዩ ወይ ድማ ከምቲ ኣብዚ ወርሒ እዚ ተጀሚሩ ዘሎ ዘይሕጋዊ ስደተኛታት ተባሂሎም ናብ ኤርትራ ይስጎጉ። ፍልሰት ኤርትራውያን ምስናይ እቲ ዘስካሕክሕ ዛንታታቱ ክሳብ ሕጂ መፍትሒ ከይተናደየሉ ዝቕጽል ዘሎ ጉዳዩ። መንግስቲ ኤርትራ ባዕሉ ክፈትሖ ዘይፍትን በሃልቲ መሊኦም እዮም። ብኣንጻሩ ድማ እተን ብዋሕዚ ስደት ተጨኒቐን ዘለዋ ሃገራት፣ መንግስቲ ኤርትራ ፖለቲካዊ ለውጢ ክገብር ብምስግዳድ ወይ ጸቕጢ ብምግባር ነቲ ሽግር መፍትሒ ክረኽባሉ ዘይጽዕራ ብምባል ይማጎቱ። ይኹን እምበር መንግስቲ ኤርትራ ነቲ ባዕሉ ክፈትሖ ኣለዎ ዝበሃል ዘሎ ጉዳይ ክዛረበሉ ዝደሊ እውን ኣይመስልን። ብርግጽ ፕረዚደንት ኢሳያስ ኣፈወርቂ ብ ሓሙሽተ ለካቲት ክልተ ሽሕን ዓሰርተው ሰለስተን ናብ ዋና ጸሓፊ ሕቡራት ሃገራት ባንኪሙን ደብዳበ ብምልኣኽ ንመጀመርያ ግዜ ነቲ ካብ ዝኸፈኤ ናብ ዝበኣሰ ይኸይድ ኣሎ ዝበሎ ምስግጋር ኤርትራውያን ከም ኣጀንዳ ብምልዓል፣ ሕቡራት ሃገራት ኣብቲ ጉዳይ ናጻን ግሉጽን መርመራ ክገብር ከም ዝጸወዐን ሃገሩ ምስ ሕቡራት ሃገራት ብምትሕብባር ነቶም ኣብ ልዕሊ ዜጋታቱ ስዉር ገበን ይፍጽሙ ኣለዉ ዝበሎም ሰባት ንምሓዝን ንምጥፋእን ኣበርቲዓ ከም እትሰርሕ ተመባጺዑ ነይሩ። ቅድሚኡ ኣብ ዝነበረ ኮነ ድሕሪኡ ኣብ ዘሎ ዓመታት ግን፣ መንግስቲ ኤርትራ ካብ በረኻታት ሰሃራን ሲናይን ዝስማዕ ኣውያት ዜጋታቱ ከም ዘተሓሳስቦን ንምፍትሑ ሓገዝ ከም ዝደልን ብወግዒ ዝገለጸሉ ኣጋጣሚ የልቦን። ብዛዕባ እዚ ናይ ሲናይ ምኽንያቱ ኤሪትራውያን እዮም ኣሕዋትና እዮም ደቅና እዮም እዚኦም ሰባት እዚኣቶም ብግደቱ ዓይነት መንገዲ ካብ ኤሪትራ ወጺኦም ንሲናይ ድኣ ይእተዉ እምበሪ መንግስቲ ኤሪትራ ሓላፍነቱ እዩ ብዛዕባ እዞም ሰባት እዚኦም ክዛረብ እዚ ነገር እዚ መንግስቲ ኤሪትራ ክገብሮ እንተደሊ ኔሩ ወይ ከማን ጠጠው ከብሎ እንተዝኽእል እንተደሊ ኔሩ ጽቡቅ ኔሩ ምክንያቱ ኤሪትራውሲ ተዘ እታ ሽቶ ጨው እዩ ካብ ማእከል ዓዲ ክኸይድ ዘሸንፉ ካብ ተሰነይ ጨው እዮም መጻወቲ በሎ ክኸውን ከሎ ኤሪትራዊ ብጣዕሚ ደሕንኑ ደሕዝን ስለዚ መንግስቲ ኤሪትራ ሓላፍነቱ ዶ ኣይኮነን ነዚኦም ሰባት እዚኣቶም ክካላኸለሎም? ንምንታይ ዶ ይዛረበሎም? ንምንታይ ዶ የእውየሎም? ወይ ከኣ ዝኾነ ስጉምቲ ዶ ይወስድ ንምንታይ? ሓላፊ ቤት ጽሕፈት ሃገራዊ ድሕነት ኤርትራ ብርጋደር ጀነራል ኣብርሃ ካሳ ኣብቲ ብ ዕስራን ሓደን ዕስራን ክልተን ግንቦት ኣብ ካርቱም ዝተኻየደ መዳለዊ ኣኼባ ንዞባዊ ዋዕላ ምምካት ምስግጋር ሰባት ኣብ ቀርኒ ኣፍሪቃ ንልኡኽ ኤርትራ መሪሑ ብምስታፍ ኣብ ዘስመዖ መደረ ፍልሰት ኤርትራውያን ከምቲ ኩሉ ግዜ ዝበሃል ብቑጠባዊ ረቋሒ ዝተደረኸ ዘይኮነስ ኣሜሪካን ካልኦት ዝተሓባበረኣ መንግስታት፣ ውድባትን ትካላትን ብሓባር ኮይኖም ዓቕሚ ሰብ ኤርትራ ንምዝቋቕ ብዘካይድዎ ወፍሪ ዝኽሰት ዘሎ ተርእዮ'ዩ ብምባል ርእይቶ መንግስቱ ከምዘቕረበ ዝዝከር'ዩ።

ፕረዚደንት ኢሳያስ ብግንቦት ክልተ ሽሕን ዓሰርተ ውሓደን ኣብ ዘካየዶ ቃለ መሕተት ግና እቲ ጠንቂ ናይ መነባብሮ ጸገም ምዃኑን ዝግባእ ሃዋሁ ክሳብ ዘይተፈጥረ ድማ ስደት ዘይተርፍ ተርእዮ ከም ዝኾነን'ዩ ከረድእ ፈቲኑ። ኣቶ የማነ ገብረኣብ ዓሚ ግንቦት ኣብ ኣትላንታ ምስ ኤርትራውያን ኣብ ዘካየዶ ኣኼባ ግና እቲ ገንዘብ ከናዲ'ዩ ዝስደድ ዘሎ ዝተባህለ መንእሰይ ብናይ ውሽጥን ግዳምን ሓገዝ ገንዘብ ከፊሉ ይስደድ ከም ዘሎ'ዩ ዝነግረና።

እስራኤል ክኸይድ ደልየ ኣለኹ ኢሉ'ዩ ዝወዓዐ ተጨወ እንዶ ፈርሒ ነቲ ዶብ ኣብቲ ዶብ ተጨወ ዝበዝሕ ተሰዓ ካብ ሚእቲ ናይቲ ሰብ ክንዛረብ እንድሕር ኮይና ሽግር ዘጓነፎ ኣብ ሲናይ ገንዘቡ ከፊሉ ወይ ስድርኡ ወይ ኣዝማዱ ኣብ ውሽጢ ሃገር ዘለዉ ኩኑ ኣብ ወጻኢ ገንዘብ ከፊሎምሉ እስራኤል ንክኸይድ ዝተበገሰ ሰብ እዩ እቶም ዘጋፍዕዎ ከኣ ንሶም እቶም ምስኦም ዝተወዓዓሉ ሰባት እዮም መጨረስታ
ኣብ ውሽጢ እዚ ዕስራ ዓመታት መሰረት ዘይብሎም ኣብ ዝኾነ ዝሓለፈ ታሪኽ ተላዒሎም ዘይፈልጡ ግጭታት ዶባት ዝበሃሉ ቅልውላዋት እናሳወርካ ንወራር ልኡላዊ መሬት ኤርትራ ባሪኽካ ዓማጽን ዘይሕጋውን እገዳ ኣስገዲድካ ኩሉ ዓይነት ፖሊቲካውን ወተሃደራውን ቁጠባውን ሽርሒታት እናወደብካ፣ ዝተኣወጀ ቅሉዕ ኩናት ኣብ ከውሒ ምስ ተራጸመ፣ ንዘይጽዓድ ህዝብን መንግስትን ኤርትራ በታቲንካ ንምምሳን ዝዓለመ ውጥን ፍልሰት እዩ። ቀዳማይ ተሓታቲ ናይዚ ህልቂትዚ ከኣ ብትንታኔን ኣምነትን ዘይኮነ ብጭብጥታትን መርትዖታትን እቲ ብቐጥታን ብመጋበርያን ዝተፈላለያ ወኪላት ኣህጉራውን ዞባውን ውድባት ምስ ሰበስልጣንን ስለያዊ ትካላትን ዝተፈላለያ መንግስታት ኣኽቲቱ ብጉልባብ ዓብላኹይ ፕሮፖጋንዳ ስርሒታት ፍልሰት ዝመርሕ ዘሎ ስርዓት ዋሽንተን እዩ።
እዚ ናይ መነባብሮ ፀገም፣ ናይ ቁጠባ ዕብየት ትስፉው ዘይምዃን፣ መንእሰይካ ኩሉ ግዜ ህንጡይ ስለ ዝኾነ ዘጫንቖ ነገር ኣሎ በተግ ክብል ይኽእል።

እስራኤል፣ ግብጺ፣ ሊብያን ጅቡቲን ሓሊፉ ሕጂ ድማ ብሸነኽ የመን ይስማዕ ኣሎ። እቲ ዛንታ ከምዚ ዝስዕብ እዩ። ኣረጋውያንን ቆልዓ ሰበይትን ዝርከብዎም ልዕሊ ክልተ ሚእቲ ተወለድቲ ብሄረ ዓፈር ዝኾኑ ኤርትራውያን ናብ የመን ካብ ዝስደዱ ዓመቶም ሓሊፉ ክነሱ ዛጊት ግን ኣቓልቦ ትካል ስደተኛታት ሕቡራት ሃገራት ተነፊጉዎም ዓመት መመላእታ ኣብ ከተማ ኣልሑደይዳ ኣብ ዝርከብ መዳጎኒ ማእከል ተዳጒኖም ጸኒሖም። ካብ ዝተፈላለዩ ትካላት ሰብኣዊ መሰላት ብዝተገብረ ጸቕጢ፣ ትካል ስደተኛታት ሕቡራት ሃገራት ንጉዳይ'ቶም ኤርትራውያን ንምጽናዕ፣ ኣብ ታሕሳስ ክልተ ሽሕን ዓሰርተው ሰለስተን ምስ ሰበስልጣን የመን ርክብ ኣካይዱ ምንባሩ ዝዝከር'ዩ። ምስቶም ስደተኛታት ድሕሪ ዝገበሮ ቃለ-መጠይቓት ድማ፣ እቲ ናይ ሕቡራት ሃገራት ትካል፣ ኣብ ዝሓለፈ ወርሒ ጥሪ ናብ ሰንዓ ኣግዒዙ መጽለሊ ከምዝረኽቡ ገይሩ እኳ እንተነበረ፣ ድሕሪ ናይ ኣርባዕተ ኣዋርሕ ጸንሖት ሃንደበት እቶም ሓተቲ ዑቕባ ኣብ ወርሒ ግንቦት ካብቲ ክሰፍሩሉ ዝተዋህቦም ሆስቴል ክወጹ ብዝተዋህቦም መምርሒ መሰረት ኣብ ጎድናታት ሰንዓ ንንፋስን ቁርን ጸሓይን ተቓሊዖም ይርከቡ። እቲ ካብኡ ንላዕሊ ከየጋጥሞም ተሰጊኡ ዘሎ ተወሳኺ ኣደራዕ ድማ ብምስጢር ናብ ኤርትራ ከም ዝምለሱ ከይግበር'ዩ። ነዚ ስግኣት'ዚ ንምእላይ ድማ'ዮም ኣብ ዝተፈላለያ ሃገራት ዓለም ዝርከቡ ኤርትራውያን ሕብራት ሃገራት ሓላፍነቱ ክስከም ዘዘኻኽር ኤለክትሮኒካዊ ፔቲሽን ክእክቡ ዝቐነዩ። ምስዚ ብምትእስሳር ኣብ ቤት ማእሰርቲ ኾሎት ተኣሲሮም ዝነበሩ ብኣማኢት ዝቑጸሩ ኤርትራውያን ዝርከብዎም ኣፍሪቃውያን ሓተቲ ዑቕባ፣ ነቲ ወይ ኣብዚ ተኣሰሩ ወይ ነናብ ሃገርኩም ተመለሱ ዝብል ሕጊ እስራኤል ብምቅዋም ናብ ሲናይ ናይ ምምላስ ዓቕሊ ጽበታዊ ስጉምቲ ድሕሪ ምውሳዶም ካብ ፖሊስን ሚኒስትሪ ውሽጣዊ ጉዳያትን እስራኤል ብዝተዋጽኤ ዕጡቕ ሓይሊ ብሓይሊ ተዓጊቶም ንዳግማይ ማእሰርቲ ኣብ ቤት ማእሰርቲ ሳሃሮኒም ንኽዳጎኑ ዝተወስደ ስጉምቲ ምስ ስደት ኤርትራውያን ዝተኣሳሰረ ናይዚ ወርሒ'ዚ ቀንዲ ኣርእስተ ጉዳይ ኮይኑ'ሎ። ሓላፊ ምርምርን ስነዳን ህግደፍ ኣቶ ዘምህረት ዮሃንስ ኣብ ከተማ ለንደን ኣብ ዝተኻየደ ናይ ክልተ ሽሕን ዓሰርተ ውሓደን ፌስቲቫል ኤርትራውያን ኣብ ዝሃቦ ሰሚናር ጠንቂ ስደት ኤርትራውያን ቁጠባዊ ጸገም እዩ ብምባል እቶም ኣብ ሃገራት ምዕራብ ዑቕባ ዝሓቱ ዘለዉ ኤርትራውያን ዑቕባ ንምርካብ ዘቕርብዎ ምኽንያታት ፈጠራ'ዩ ክብል ዘቕረቦ ሓሳብ ምስቲ ብዙሓት ኣብ ኤውሮጳ ፖለቲካዊ ዑቕባ ተዋሂቦም ክነሶም ናብ ኤርትራ ዝገሹ ኤርትራውያን ምህላዎምን ምስቲ መንግስቲ ኖርወይ ከምዚ ዓይነት ተግባር ንዝፍጽሙ ኤርትራውያን ንምስጓግ ዘውጽኦ ውጥንን ዝሳነ'ዩ። እዚ ናይ መንእሰያት ስደት እንታይ'ዩ ጠንቁ? እንታይ'ዩ መፍትሒኡ? ብኸመይ ኢና ክንኣልዮ ዘለና ኢልና ረጊእና ክንሪኦ ዝግብኣና ሓደ ካብቲ መሰረታዊ ጉዳያት። ቁጠባዊ ምዃኑ፣ ቁጠባ ዝደረኾ ስደት ምዃኑ ዝተፈልጠ እዩ። እዞም ብዝተፈላለየ መንገዲ ካብ ኤርትራ ዝወጹ ዘለዉ መንእሰያት ሓደ ካብቲ ቀንዲ ደራኺኦም ቁጠባዊ ረቋሒ ምዃኑ ዝተፈልጠ እዩ። ኣብቲ ኣብ ሃገራት ምዕራብ መጺኦም ዑቕባ ንምርካብ ዘቕርብዎ ዝተፈላለየ ምኽንያታት ዋላ ባዕላቶም እውን ዝኣምንዎ ኣይኮነን። ምክትል ሚንስተር ፍትሒ ኖርወይ ሂማንሹ ጉላቲ ኣብ መፋርቕ ወርሒ ሰነ ኣብ ኣስመራ ኣብ ዘካየዶ ናይ ክልተ መዓልታት ዑደት ምስ ሓለፍቲ ዝተፈላለያ ሚንስትሪታት ኤርትራ ብምርኻብ ክፍሊ ኢሚግሬሽን ኖርወይ ዑቕባ ምሃብ ኣየድልዮምን እዩ ንዝበሎም ኣስታት ሓሙሽተ ሚእቲ ኤርትራውያን ናብ ኤርትራ ብዛዕባ ዝመልሰሉ ኣገባብ ከምዝዘተየ ተገሊጹ ነይሩ። መንግስቲ ኖርወይ ነዚ ስጉምቲ'ዚ ዋሕዚ ናይቶም ናብ ሃገሩ ዝመጽኡ ስደተኛታት ንምግታእ ዝጥቀመሉ ዘሎ መፈራርሒ ስልቲ'ዩ ኢሎም ዝኣምኑ ወገናት እኳ እንተሃለዉ፣ ካልኦት ሃገራት ኤውሮጳ'ውን ተመሳሳሊ ስጉምቲ ናይ ምውሳድ ተበግሶ ኣብ ዝወስዳሉ እዋን፣ እቲ ንኤርትራውያን ሓተቲ ዑቕባ ክወሃብ ዝጸንሐን ኢትዮጵያውያን'ውን ኤርትራውያን ኢና ብምባል ይጥቀሙሉ'ዮም ዝበሃል ዝሓሸ ናይ ዑቕባ ዕድላት እናማህመነ ክኸይድን ኣብ ርሑቕ መጻኢ ሃገራት ኤውሮጳ ስደት ኤርትራውያን ክእንግዳ ኣብ ዘይክእላሉ ደረጃ ክበጽሓ ይኽእላን እየን እሞ ብሕጊ ኣኣንጋዲት ሃገር ተቐይድካ ምኻድ ናይ ግድን እዩ። እንተቲ ኤርትራውያን ብዘይሕጋዊ ኣገባብ ካብ ኤርትራ ምስ ወጹ ኤርትራ በጺሖም ይምለሱ እዮም ዝብል ሓበሬታ ግን ሰበስልጣን ኤርትራ ባዕላቶም ዘረጋግጽዎ ሓቂ እዩ። ብማይ ጥራይ ዘይኮኑስ በሽሓት ክቑጸሩ ዝኽእሉ ብዘይሕጋዊ መንገዲ ካብ ሃገሮም ዝወጹ ናብ ሃገሮም ዝተመልሱ ሃገሮም በጺሖም ዝምለሱ ዘለዉስ መሊኦም ኣለዉ ኩላትና ከኣ ንፈልጦም ኢና ዝኾነ ይኹን ሰብ ዝሰኩፎ ነገር ንባዕሉ ንውልቁ ፈጸሞ በደል ፈጸሞ ገበን እንድሕር ኣሎ ኮይኑ ካሊእ ጉዳይ እዩ ብዘይሕጋዊ መንገዲ ካብ ኤርትራ ስለዝወጸ ካብ ኣሃዱኡ ካብ ስርሑ

ኣባሃህላን ብሓቂ ንክትሰምዖ ወይ ከማን ንሕጂ ንክትሪኦ ወይ ክትሰምዖ ብጣዕሚ እዩ ዝገርም እሱስ ቅድሚ ዕስራን ክልተን ዓመት ተዛረቦ ዘረባታት ብጣዕሚ ኣሰንባዲ ጥራሕ ዘይኮነ መሃሪ ዝኾነ እስኪ ክነስማዓኩም ክንፍትን ኢና እዚ ልክዕ ዋላት ደንበ ሃለዋት ደንበ ተቃውሞ ከማ ልክዕ እዩ ዝገልጾ ማለት እዩ ብዘይናሓፍነት ማለት እዩ ድኽመትከ ዝገልጽ ቁስሉ ዝሓብእ ክኸውን ከም ዘይብሉ እዩ እዩ ዝዛረብ ዘሎ ስዩም እስኪ ንስማዓዮ ኣብዚ በዓል እዚ ንመሰረታዊ ጉዳያት ህዝብናን ሃገርናን ኣብ እንምልከተሉ እሞ ከም ተቓዋሚ ህዝቢ ከሐይለና ዝኽእል ከተኣሳስረና ዝኽእል፣ ንቕድሚት'ውን ተኣማሚንና ክንስጉም ክገብረና ዝኽእል ጉዳያት ሃሰስ ክንብል ከለና፣ እቲ ቅድም ኣብ ቅድሜና ዝግተር ነገር እንታይ እዩ? ንሕና ንኤርትራዊ ሶሊዳሪቲ ወይ ኤርትራዊ ምትእስሳር ክሳዕ ክንደይ ብብቕዓት ብብስለት ክነስረዖ ንኽኢል እዩ። ንሕና ከም ተጋድሎ ሓርነት ኤርትራ ሰውራ ባይቶ ኣብ ምምስራት ኪዳንና ዓቢ ተራ ተጻዊትና ኢና። ኣብ መስራቲ ጉባኤ ጥራሕ ዘይኮነስ ቅድሚኡ ንዝኸደ ናይ ናይ ክልተ ዓመት ጻዕርታት ዓቢ ኣስተዋጽኦ ጌርና ኢና። ኪዳንና ንምምዕባልን ንምዕዋትን ናይ ስኒት ባይታ፣ ናይ ስኒት ባይታ ንምግባሩን ከኣ ብክብ ዝበለ ንቕሓትን ተረድኦን ኣስተዋጽኦን ከነዐውቶ ናትና ቀዳማዊ ስራሕ ክኸውን እዩ። ብዝያዳ ተቓውሞ ሓያልነትን ናይ ኤርትራዊ ዲሞክራስያዊ ኪዳን ሓያልነትን ዓቢ ተራ ክጻወት እዩ ዝብል እምንቶ ዘለና ሕጂ፣

ቀቢላዊ ወይ ብሄራዊ መልሲ ኣይኮነን ወይ ቀቢላዊ ውደባ ወይ ብሄራዊ ውደባ ኣይኮነን እቲ ግጥሚያ እሱ እንተገይርና ከምኡ ኮይና ማለት እዩ ርግእ ኢልና ከምኡ እዚ እቲ ስልቲ

ግን ንኪዳን ዘሎ ጉጉይ ኣረዳድኣ፣ ነቲ ንኪዳን ዝሓቁፍ ሰረትን መሰረትን ዝኾነ ቻርተርን ቅዋምን ዘሎ ጉጉይ ኣረዳድኣ ርእሱ ዝኸኣለ ሽግር ስለዝኾነ ነዚ ንምብራህ እውን ምስናይ እቲ ኩሉ ዘጋጥመና ዘሎ ሽግር ጻዕርና ቀጻሊ ክኸውን እዩ። ምኽንያቱ ቅኑዕ ናይ ስኒት ባይታ ከተስርሕ እትኽእል ብቑዕ ተረድኦ ብዛዕባቲ ባይታቲ ምዝትውንን ጥራሕ ምዃኑ ስለእንኣምን። ክቡራን ተኸታተልቲ መደብና እምበኣር ስዩም እዚ ዝበለ ብቐዳማይ ብዛዕባ ናይ ስርዓት ህግደፍን ጠንቅታቱን ናይ ርሑቕን ቀረባ ዕላምኡን ሓቢርና ሕጂ ኸኣ ኣብ ደንበ ተቓውሞ ዘሎ ብድፍረት ቅድሚ 22 ዓመት ስዩም ኢሉ ንሕናሲ ከመይ ዝኣምሰለ ህዝቢ ተባዕ ህዝቢ ቆራፅ ህዝቢ ንሃገሩን ንህዝቡን ፈታዊ ህዝቢ ስለምንታይ ኢና ሕጂ ብሃይማኖት ብኣውራጃ ውድባት ነቕውም ኢሉ መጀመርታ ተቃወመ ተባዕ መራሒ እዩ መዓት ኣስማት ኣለና ተጋድሎ ሓርነት ኤርትራ ናይ ፍትሒ ናይ ስኒት ካልእ ኣስማት ክንንወስድ ነቲ ህዝብና እዚ ከዓ መደብ ናይ መን እዩ ናይቲ መላኽ ስርዓት ህግደፍ ከምኡ ኢልና ተማቓቒልና ክንነብረሉ እዩ ዝደሊ መደብ ናቱ ኢና ከም እሱ ዝወደበና ጌርና ከምዘይ ንሰማዕ ዝገብረና ኣሎ እሱሲ ኣይነቓሕናሉን ክብል ታሽ ነዚ ተሰጊሩ እዩ ሕጂ ርክብ ናይ ፍራንክፎርትን ርክብ ናይ ናይሮብን ተስፋ ንኹሉ መንእሰይን ደንበ ተቃውሞን ሂቡ ዘሎ ግን ዘሕዝን ገለገለ ዋላ ኣብዚ ከተማ እውን እንተኾነ ይስማዕ ኣሎ ንናይ ንናይ ፍራንክፎርትን ንናይ ናይሮብን ኤርትራዊ ምትእኽኻብ ከይደቀሱ ዝሓድሩ ኣለዉ ኣብዚ መራኸቢ ብዙሓን ናይ ፓልቶክ ከምኡ ውን ሓደ ሓደ ክልተ ንሕና ዘይብሉ ዝበሉ ንሰማዕ ኣለና ግን ኣብ ዝመፅ ቀዳም ብንጹር ጌርና ክንቕርቦ ኢና ሊኣኑ ንሕና ኤርትራውያን ከም ስደተኛታት ኣብዚ ከተማ ዘለና ምስ ፍትሕን ምስ ስኒትን ምስ ኤርትራዊ ምትእኽኻብ ዳኣ እምበር ዝኾነ ኤርትራዊ ምትእኽኻብ ክንቃወም ወግዓውያን ኣይኮናን ኣብ ዓዲ ዲሞክራሲን ፍትሕን ነፃ ርእቶን ሓሳብን ምግላፅ ዘሎ ከም ንነብር ዘለና ስለዚ ክቡራን ተኸታተልቲ መደብና እምበኣረ እቲ ናይ ትግርኛ መደበይ ኣነ ደው ከብለ ካብ ዝቐፂለ እምበኣር መደብ ናይ ዓረብ ክንጅምር ኢና ወሰናይ ምክትታል